ሓደ ሰብ ንእግዚኣብሔር ኣምላኸይ ከገልግሎ እየ ክብል ከሎ መጀመርታ እንታይ ገይርዎ ኣሎ? ፍቕሪ ኣምላኽ ደሪኽዎ ኣሎ። ካልኣይ ድማ ንእግዚኣብሔር ኣምላኽካ ኣገልግሎ ተባሂሉ ስለ ተጻሕፈ እዚ ትእዛዝ እዚ ንምፍጻም ድማ ሰብ ንእግዚኣብሔር ከገልግል ኢሉ ይዳሎ ማለት እዩ። እምበኣር ፍቕርን ናይ እግዚኣብሔር ትእዛዝን ምፍጻም ብሓደ ዝኸዳ እንተኾይነን ቃል ኣምላኽ ዝብለና ንስማዕ ፍቕሪ ንኣምላኽ ከዓ ትእዛዛቱ ክንሕሉ እዩ እሞ ትእዛዛቱ እውን ኣይከብድን እዩ። ክብሪ ንኣምላኽ ይኹን። ንእግዚኣብሔር ኣምላኽካ ከተገልግሎ ኢልካ ክትሓስብ ከለኻ ብመጀመርታ ፍቕሪ ከም ዘደረኸካ ርግፀኛ ክትከውን ኣለካ ካልኣይ ድማ ትእዛዛቱ ስለ ዝኾነ ኢኻ ትገብሮ ዘለኻ ማለት እዩ እምበኣር ናይ እግዚኣብሔር ትእዛዝ ድማ ቀሊል ምዃኑ ከዓ ክርኢ ፀኒሕና ማለት እዩ ክብሪ ንኣምላኽ ይኹን ሕጂ ናብ ናይ እግዚኣብሔር ትእዛዝ ክነተኩር ደልየ ኣለኹ ኣሕዋት። እንታይ እዩ ናይ እግዚኣብሔር ቀንዲ ትእዛዝ? ክልተ ዓበይቲ ትእዛዛት ኣለዋ። እስከ ናብአን ነተኩር ኣሕዋት። ኣብ ማርቆስ ምዕራፍ 12 ቁፅሪ 30 ንእግዚኣብሔር ኣምላኽካ ብምሉእ ልብኻን ብኩሉ ነፍስኻን ብኩሉ ሓሳብካን ብኩሉ ሓይልኻን ኣፍቅሮ። እታ ቀዳመይቲ ትእዛዝ እዚኣ እያ። እታ ካልኣይታ እትመስላ ድማ ንብጻይካ ከም ነብስኻ ኣፍቅሮ እያ። ካብ እዚኣተን እትዓቢ ካልእ ትእዛዝ የልቦን። ክብሪ ንኣምላኽ ይኹን። ትሪኡ ኣለኹም ኣሕዋተይ፣ እዚአን ክልተ ዓበይቲ ትእዛዛት እዚእን ብሓንሳብ ምስ ኣገልግሎት ክነካይደን ከለና ሓይሊ ኣለወን ኣብ ህይወት ዓወት ይህባና ኣብ ናይ ኣገልግሎት መንገድና ማለት እዩ ምክንያቱ ንእግዚኣብሔር ብኩሉ እንትናኻ ብኩሉ ሓሳብካ ብኩሉ ልብኻ ብኩሉ እንትናኻ ከተፍቅሮ ከለኻ እንታይ ኢኻ ትኸውን ከተገልግሎ ትተግህ ማለት እዩ እምበኣር ንእግዚኣብሔር ክተገልግሎ ክትሓስብ ከለኻ እንታይ ሕሰብ መስለካ ንእግዚኣብሔር ምግልጋል ማለት ንሰብ ምግልጋል ማለት እዩ ሕጂ ንሰብ ተገልግሎ እንድሕር ኣለኻ ማለት ንሰብ ከተገልግሎ ከለኻ ንእግዚኣብሔር ተገልግሎ እንድሕር ኣለኻ እግዚኣብሔር ከ ነቲ ሰብ ብኸመይ ዓይኒ ከተገልግሎ እዩ ዝደልየካ ዘሎ ከም ርእስኻ ኣፍቂርካ ከተገልግሎ እዩ ዝደልየካ ዘሎ ሬኹም እቲ ለኣኺ ሲ እቲ ኣገልግሎት ከመይ ክኸውን ከም ዘለዎ ይሕብረና ኣሎ ሕጂ ዝሕብረና ዘሎ እግዚኣብሔር ከ እንታይ እዩ እታ ቀዳመይቲ ትእዛዝ፣ እዚ ማለት ንዓይ ከተገልግል ኢልካ ምትሳእካ፣ ስለ ዘፍቀርካኒ ቅንዕቲ እያ። እታ ምስኣ ትኸይድን ዳርጋ ማዕሪኣ ዝኾነትን ከኣ ንሰብ ከም ርእስኻ ጌርካ ምፍቃር ከኣ ንዓይ እተገድሰኒ ሕጊ እያ ይብል ኣሎ እግዚኣብሄር። ንዓይ እተገድሰኒ ትእዛዝ እያ ይብል ኣሎ። ሪኢኹም ቁፅሪ ሓደ ገይርዎ ኣሎ ማለት እዩ። ስለዚ ዝኾነ ይኹን ሰብ ንእግዚኣብሄር ከገልግል ኢሉ ክትስእ ከሎ ክሓስቦ ዘለዎ ሓሳብ ኣሎ። ኣገልግሎት ማለት እግዚኣብሔር ንደቁ መኣዲ ከዳልወሎም ከሎ ማለት እዩ ብኣኻ ገይሩ መኣዲ የዳልወሎም እምበኣር እግዚኣብሔር ብኣኻ ገይሩ መኣዲ የዳልወሎም ብኣይ ገይሩ መኣዲ የዳልወሎም ብካልእ ሓውና ገይሩ ድማ እግዚኣብሔር መኣዲ የዳልወሎም ሕጂ እቲ መኣዲ መዓስ ከም ዝቕረብ ንመን ከም ዝኾነ እግዚኣብሔር ጥራይ ድውስኖ ሕጂ እንታይ ክብለኩም ደልየ ኣብ ናይ ኣገልግሎት መንገዲ ኣሕዋተይ ክንዝንግዖ ዘይብልና ለኣኺ ኣለና፣ ማዕጾ ከፋቲ ኣለና፣ መጎስ ወሃቢ ኣለና፣ መራሒ ኣለና፣ ጸብጻብ እንህቦ ከ ኣለና ማለት እዩ። ስለዚ እግዚኣብሔር ንነብሲ ወከፍ ሰብ ከምቲ እግዚኣብሔር ዝገበሮ ኮይኑ ወይ ከምቲ እግዚኣብሔር ዝሃቦ ኮይኑ ከገልግል እዩ ዝደልዩ ከም ቃል ኣምላኽ ከገልግል እዩ ዝደልዩ። ሕጂ ናተይን ናትኩምን ፋውንዴሽን ናተይን ናትኩምን መበገሲ እንታይ ክኸውን ኣሎ? ፍቕሪ ንኹሉ ሰብ ክኸውን ኣሎ። ቅድም ቀዳድም ማለት ምክንያቱ እቲ ኣገልግሎት ንእግዚኣብሄር እዩ። እግዚኣብሄር ከዓ ከከም ከከም ግብርኻ ሪኡ ከዓ እንታይ ክገብረልካ እዩ ሓደ መዓልቲ ዓስቢ ክህበካ እዩ ሕጂ እንታይ ክንሓዋውሶ ይደለኹን ኣለኹ መስለኩም ኣሕዋት? ኣገልግሎት እንድሕር ተቐቢልካ ተቐብል ኮይንካ ብጸጋ ጀሚርካ ኣብ ጸጋ ክትጸንዕ ኣለካ። ጸጋኻ እስኻ ዘይግብኣካ ተቐቢልካ ኣለኻ፣ ንዘይግብኦኻ ክትህብ ትኸይድ ኣለኻ። ርኢኹም ከምኣ እኳ ሕጂ ብጸጋ ጀሚርካ ግን ናብ ሕጊ ክትከይድ ከለኻ ከዓ እንታይ ጠንቅሎ ኣሕዋተይ ኣገልግሎት ናይ ናይ ብዝሒ ብብዝሒ ድመጽእ ይመስለካ እቲ ኣገልግሎትሲ ኣዚኻ ብዙሕ ስለ ዝገበርካ ወይ ብዙሕ ስለ ዝጸዓርካ ወይ ብዙሕ ኣብቲ ብዝሒ ተተኩር ንስኻ ማለት ኣብቲ ብዝሒ ዘይኮነስ ኣብቲ ተልእኾ ኢኻ ከተተኩር ዘለካ ሬኹም እግዚኣብሄር ንዮሴፍ ክጽውዖ ከሎ እግዚኣብሄር ንህዝቡ ዘዳለዎ መዓዲ ሓደ መዓልቲ ከም ዘድሊ ፈሊጡ ነይሩ እዩ ከምኡ ገይሩ ማለት እዩ ትዝክሩ ኣለኹም ዮሴፍ ክጽዋዕ ከሎ እግዚኣብሔር ክነግሮ ከሎ ሓሳቡ ድሕሪ ክንደይ እዩ ግን ዮሴፍ ንህዝቢ ኣምላኽ ዘድልዮም እንጀራ ኮይኑ ተገሊጹ ማለት እዩ ሓደ ዓላማ ነይርዎ ማለት እዩ ልክዕ ከዓ እግዚኣብሔር ንሙሴ ክጽውዖ ከሎ ንህዝቡ ንኸውፅኣሉ እዩ እግዚኣብሔር እንታይ ገይርዎ ንሓደ ተወሰነ እዋን መዲብዎ ስድርኡ ግን ትሪኡ ኣለኹም ገና ህፃን ከሎ ፅቡቕ ምዃኑ ሪኦምስ ብእምነት ሓብእዎ ይብለና። ሕጂ ስድርኡ ግን ብመንፈሶም ዝተረድእዎ ነገር ነይሮም። ሕጂ እግዚኣብሔርስ ኣዳልይዎ ኣሎ ብህፃንነቱ ከሎ ግን እቲ መዓልቲ መዓስ እዩ ነይሩ? ንዝተወ- ንምዱብ ግዜ እዩ ነይሩ። ሪኢኹም ከምኡ ከዓ ኣብ ህይወትኩም እግዚኣብሔር እንድሕር ሓደ ፍረ ከተገልግሎ ምዃንካ ነጊርካ ውሽጥኻ ተዳሎ እግዚኣብሔር ንዝተወሰነ እዋን የዳልወካ ኣሎ ማለት እዩ። ንህዝቡስ ከም እንጀራ ገይሩ ሓደ መዓልቲ ንኽህበካስ ብኣኻ ገይሩ ንኸብልዖምሲ ኣዳልይካሉ ንሓደ መዓልቲ ማለት እዩ። ሕጂ ከምኡ እንድሕር ርኢኹሞ እሽትሬስ የብሉን ማለት እዩ። ኣገልግሎት እሽትሬስ የብሉን ማለት እዩ። እግዚኣብሔር ንዝተመደበ እዋን ንዝተወሰኑ ሰባት ኣዳልይካ ኣሎ ማለት እዩ። ሕጂ ኩሉ ብጸጋ ይጅምር ብጸጋ ከኣ ይውድእ ማለት እዩ። እሱ ኸኣ ጥዑም ይገብሮ ማለት እዩ። ሕጂ ንኣብነት ኣብ ሓዳር ዝኣተወት ሰበይቲ ወይ ድማ ኣብ ሓዳር ዘሎ ሰብኣይ እንድሕር ንእግዚኣብሔር ከገልግል ደልዩ ናይ ደቁን ናይ ሰበይቱን እንዳዛመደ እዩ ከገልግል። እንድሕር ካብዚ ንላዕሊ ኸኣ ክውፈ ደልዩ ካብዚ ንላዕሊ ኸኣ ክኸውን ንእግዚኣብሔር እንድሕር ደልዩ ኸኣ ምስታ በዓልቲ ቤቱ ተሰማሚዑ እዩ ክገብሮ ዝኽእል ማለት እዩ። ተሰማሚዑ ሕጂ እዞም ዓበይቲ ናይ እግዚኣብሔር ሰባት ክንሪኦም ከለና ኣብቲ ታሪክ እንታይ ተንብብ ብፍላይ በዓል ራይንሃት ቦንከ ድዮም ቢሊ ግራሃም ድዮም ካልኦት ኣለዉ ዓበይቲ ሕጂ እዚኣቶም ብስምምዕ ምስታ በዓልቲ ቤቶም ብስምምዕ ተፈንዮም ከይዶም እዮም ንወንጌል ተሰዊኦም ማለት ንወንጌል ሲ ዋጋ ከፊሎም ሕጂ እዚ ግን ብስምምዕ ነይሩ ብፍታው ነይሩ ማለት እዩ ሕጂ ዋጋ ይትኸፍልኒኻ ማለት እያ ኣይኮንኩን ኩሉ ነገር ጥዒምልካ ኣይኮንካ ንወንጌል ተገልግል ግን እቲ ንኸፍሎ ዋጋስ ኣሕዋተይ ንሓውና ረጊጽና ንሰበይትና ረጊጽና ንደቅና ንዒቕና ኣይኮናን ሬኹም እግዚኣብሔር ደድሕሪኡ ክንጎይ ክደልየና ከሎስ ሓደ መትሓዚ ገይርልና ኣሎ እሳ ከዓ እንታይ ፍቅሪ ሚዛን ክትኮነና ምእንቲ ኣብ ኣገልግሎትና ሚዛን ክትኮነና ሬኹም ኣብ ገዛኻን ድሕር ነገራትካ ብፍጹም ብስምምዕ ዘየለ ኮይኑ ክትከይድ ከለኻን ደገ ክተስልጥ ኣይትኽእልን ኢኻ ሕጂ ተኣገልግሎትካ ከ እንታይ ክኸውን ይኽእል እዩ ልክዕ ከም ዝበሓዊ ተፈቲኑ እቲ ኣምላኽ ዝበሎ ጥራይ ይተርፍ እቲ ካልእ ከዓ ክሳራ ክኸውን ይኽእል ስለዚ ኩሉ ነገር ሲ ብፍቕሪ ክኸውን ኣለዎ እየ ክብል ደልየ ብፍቕሪ ከምቲ እግዚኣብሄር ዘዳለዎ ከዓ ክኸውን ኣለዎ ኣገልግሎት ባይዘወ ኣሕዋተይ ብብዙሕ ኣይንጠምቱ ትዝክሩ ኣብጋይል ንዳዊት ካብ ክፉእ ክተድሕኖ ከላ ኣገልጊላቶ እያ ንእግዚኣብሄር ሪኹም ዳዊት ተቆጢዑ ኩፉእ ክንዲ ድገብር እሞ ከኣ ዕድሚኡ ምሉእ ክንዲ ድክሰስሲ ኣቢጋይል መጺኣ ዳዊት ከኣ እግዚኣብሔር ከም ዝለኣኻ ተረዲኡ ሕጂ እዚ ኣገልግሎት እዩ ክብሪ ንኣምላኽ ይኹን ኣገልግሎት እዩ እዚ ሕጂ ተን ኣገልግሎት እዚ ኣብተን ሓሙሽተ ኦፊስ ዝእሰራ ነገራት ኣይኮነ ኣገልግሎት ኣዝዩ ገፊሕ ንወዲ ሰብ ዘድልዮ ብዙሕ እዩ እግዚኣብሔር ከዓ ብብዙሕ ሰብ እዩ ዘገልግል ማለት እዩ ሕጂ ካብ ኣምላኽ ዘይኮነ ተፅዕኖ ኣይንቀበል ማለት እዩ ካብ ኣምላኽ ዘይኮነ ኣርዑት ኣይንቀበል ኣጎልጉሎት ቀሊል እዩ ክብሪ ንኣምላኽ ትእዛዝ እዩ ቀሊልካ እዩ ምክንያቱ ከም ፍቓድ ኣምላኽ ክንገብሮ ከለና ከኣ ቀሊል ይኸውን ማለት ዋጋ ከኽፍለና ይኽእል እዩ ጾም ጸሎት ምውሳድ ብዙሕ ከድልየና ይኽእል ብዙሕ መገሻ ዘለዎ ክኸውን ይኽእል ከም ዘለዎ እዩ ትጻዕርና ኣነ ግን ብዛዕባ እቲ ናይ መንፈሳዊ መልክዕ ናይ ኣገልግሎትና እየ ዝዛረብ ዘለኹ እቲ መንፈሳዊ መልክዑ ግን ፍቕሪ ክኸውን ኣለዎ ሰላም ምስ ኩሉ ሰብ ክኸውን ኣሎ። ሓንቲ ካብታ ካተሓላልፈልኩም ዘለኹ ሓሳብ ኣሕዋተይ እንታይ እያ? ንኣገልግሎት ኢልኩም ምስ ሰብ ኣይትዳፋፉ። ንኣገልግሎት ኢልኩም ምስ ሰብ ኣይትባኣሱ። ርኢኹም ኣገልግሎት ንእግዚኣብሔር ኣፍቂርካዮ ትገብሮ ነገር እንድሕር ኮይኑ እግዚኣብሔር ከዓ ንዕኡ ክተገልግል ከለኻስ ንብጻይካ ቅድም ከም ርእስኻ ጌርካ ኣፍቂርካ ከተመላለስ ደልየካ እንተኾይኑ ናቱ ትእዛዛት ኣብ ህይወትካሲ ብኡ ዝፍጸም እንተኾይኑ ብኡ ባህ ተብሎ እንተኾይንካስ ቅድም ንብጻይካ ምፍቃር ክተቐድም ይሕሸካ። ጸገም ኣይኮን ንሱ እውን ኣገልግሎት እዩ። እንድሕር እግዚኣብሔር ሓደ ነገር ኣብ ልብኻ ኣንቢርዎ እሞ እቲ ሰብ የሳጎገካ ኣሎ እቲ ሰብ ምሳኻ ይቋየቕ ኣሎ ብዛዕባ እቲ ናይ እግዚኣብሔር ዕዮ ኣብ ህይወትካ ክትገድፎ ኣለካ ንእግዚኣብሔር ክትገድፎ ኣለካ ንእግዚኣብሔር ኣሕሊፍካ ክትቦ ኣለካ ዳዊት ንሳኦል ከምኡ እዩ ገይርዎ ምስ ኣይተኸራኸረን ንእግዚኣብሔር ኣሕሊፉ ሂብዎ ስለዚ ክብሪ ንኣምላኽ ይኹን ብኣና ዝተበገሰ ሰላም ምስ ኩሉ ሰብ ክንገብር ኣምላኽ ካባና ይጽበ ንሰብ ዝምልከት ከኣ እግዚኣብሔር እዩ ዝሓቶ ነቲ ሰብ ሰለዚ ብከምዚ ነገር ኣብ ክርክር ኣይንእቶ ንእግዚኣብሔር ብፍቅሪ ነገልግሎ እዝን ድሕር ኣብ ህይወትኩም ኣቀዲምኩም እግዚኣብሔር ሓንቲ ማዕጾ እንድሕር ተዓጽያ ካልኣይቲ ማዕጾ ክከፍተልኩም እዩ ጎይታ ይባርክኩም ንስኩም ብሩካት ኢኩም ሻሎም።